ሰላም ሰላም ተከታተልቲ ቻነል ከመይ ትኮኑ ኣብ ዘዘለኩሞ ሰላምን ጥዕናን ኣብ ስራሕኩም ድማ ኣሳልጦን ዓወትን ንምነ ሎሚ ውን ከም እንደገና ከም መቀጸልታ ዝሓለፈ ትምህርትታትና ኣብ Solo Info Tech ኣብ ማይክሮ ሶፍት ኦፊስ ክንህቦ ዝጸናሕና ትምህርትታት መቀጸልታ ሒዝና ቀሪብና ኣለና ሎሚ እምበኣር ሳልሳይ ክፋል ነቲ ኣብ ማይክሮ ሶፍት ኤክስኤል ክነካይዶ ዝጸናሕና ትምህርትታት ሒዝና መጺእና ኣለና ምክታልኩም ብልቢ ንዕድም። ኣብ ዝሓለፈ ክፋላትና ምልስ ኢልኩም ኣብዘን ዝሓለፈ ክልተ ክፋላት ዝሰራሕናየን ምልስ ኢልኩም ተሪእኹሞ ኣብቲ ቀዳማይ ክፋል Basic Microsoft Excel ከመይ ጌርካ ትኸፍት ሓድሽ ዶክመንት ናይ Microsoft Excel ከመይ ጌርካ ትኸፍት ከምኡ እውን ዝነበረ ናይ Microsoft ቅድሚ ሕጂ ዝሰራሕካዮ Microsoft Excel ዶክመንት ወይ ድማ ቡክ ከመይ ጌርካ ትኸፍቶ and ከመይ ጌርካ ትዓጹ ከመይ ጌርካ print preview ትርኢ ምስኡ ምስኡ ዝኸይድ ድማ ኣብቲ ካልኣይ ክፋል ናይ ትምህርትና ሕልፍ ኢልና ውን እንታይ ሪኢና ኔርና እቲ ሓፈሻዊ overview ናይቲ spreadsheet እንታይ ይመስል cell እንታይ እዩ reference ከመይ ጌርና ንሓደ ሴል ብሪፈረንስ ንፅውዖ፣ እቶም ሪፈረንስ መፀወዒ እንታይ እዮም እናበልና በብሓደ ርኢና ኣብ ካልኣይ ክፋል ነዚ ንምዕሟቕ ሓደ ቴብል ሰሪሕና ነይርና። ኣብቲ ዝሰራሕናዮ ቴብል ድማ እቶም ቤዚክ ኣርተማቲክስ ኣብ ማይክሮ ሶፍት ኤክስኤል ካብቶም መጀመርያ ኣብ ኩሉ መዓልታዊ ህይወትና ብፍላይ ድማ ኣብ ስነ ሕሳብ እተን መባእታዊ ዝኾነ ሰብ ክፈልጠን ዝኽእል ቤዚክ ኣርተማቲክስ ኢልና ንፅውዐን ማለት ምድማር፣ ምጉዳል፣ ምርባሕ፣ ምቕምቃል፣ ምስእን ምስትእሳር ድማ ድምር ዝብል ካብ ምድማር ዝመጸ and average ዝብል ድማ ካብ ምምቃል ዝመጸ ሒዝና ቀሪብናን ኣብቲ table practice ጌርናዮን ኔርና። ከም ናቱ መወዳእታ ኣብቲ መፈጸምታ ናይ ካልኣይ ክፋል እንታይ ኢልና ኔርና? ድምር ናይ ነፍሲ ወከፍ ኣብ ታሕተዋይ row ነዚኤን ስርሕወን ኢለኩም ነይረ። ነዚኤን ሰሪሕናየን እንተሊና ጽቡቕ እንተዘይሰሪሕናዮን ሓፈሻዊ overview ክኾነና ብሓደ ክንሰርሐን ኢና። ሎሚ ናቱ መቐጸልታ ኣብ basic ኣብቲ ናይ basic ኣርተማቲክስ ቁሩብ ውስኽ ክነብል ኢና። ስለዚ ሎሚ ቅጽል ኣቢልና ሓደ ኣብ home page

ቁጽሪ፣ ገንዘብ፣ ዕለት እናበልና ዝተፈላለየ ባህርታት ዝህልዎም እቶም ንጽሕፎም ኣብቶም ሴልስ ዘለዉ ሓበሬታታት ማለት so ምስኡ ምስቲ ምስኡ ብምትእስሳር ነቶም ፎርማቲንግ ክንርኢ ኢና ኣብ ሆም ሜኑ ዘሎ ገለ ክፋላት ክንርኢ ኢና ማለት እዩ። ስለዚ ምክታልኩም ብልቢ ንዕድም ሕጂ ውን ሓቢርና ንኺድ Microsoft Excel ገጽና ማለት እዩ so ኣብ ዝሓለፈ ትምህርትና እታ ሒዝናያ ዝነበርና table ነዚ ትመስል ኣብዛ table እዚኣ እንታይ ጌርና ኔርና ኣታዊ ስድራቤት ኣቶ በርሀ ጋንጉል ኢልና ሰሎሙን ሃብቶም ብርሃነ ፊልሞን ኢልና ድምር ናይ ሰሎሙንን ሃብቶምን ድምር ናይ ብርሃነን ፊልሞንን ጠቕላላ ድምር ኢልና ማእከላይ ገምጋም ጠቕላላ ኣታዊ ብዘይ ሰሎሙን ኢልና ሰሪሕና ነርና ሶ ከም ኣሳይመንት ድምር ኢልና ኣብዚኣ ከድና ነርና። ድምር ኢልና ነዘን ሮውስ ኩለን በብሓደ ንደምረን ኢልና ኔርና ስለዚ ናይ ቀዳማይ ናይ ሰለሙን ድምር ናይ ወርሒ ኣታዊ ክንደይ እዩ ኢልና ተተሓቲትናሲ እንታይ ንገብር ካብ ቁጽሪ ሓደ ክሳብ ቁጽሪ ሰላሳን ሓደን ካብ ዕለት ሓደ ክሳብ ዕለት ሰላሳን ሓደን ብጠቅላላ ኣሕቢርና ክንድምሮ ይንኽእል ኢና ዋን ፕላስ ቱ እናበልና እንተኸድና ነዊሕ መንገዲ እዩ ስለዚ ካብቲ ብቀዳማይ ዝበልናዮ እንታይ እያ እታ ሳም ትብል ፎርሙላ ክንጥቀም ኢና ማለት እዩ። ብልጫታት ናይ ማይክሮሶፍት ኤክስኤል እንታይ ኢልናዮ? ፎርሙላስ። ኣብ ማይክሮሶፍት ኤክስኤል እቲ ዝበለጸ ዕድልና ማይክሮሶፍት ኤክስኤል ክንመጽእ ዘኽእለና እንተልዩ እንታይ እዩ? ኢንቢልት ዝኾነ ተሰሪሑ ተዳለወ ንስራሕና ከቃልል ዝተባህለ ፎርሙላታት ስለ ዘሎ ነዚ ፎርሙላታት ምጥቃም ማለት እዩ። ተዘይ ኮይኑ እዛ ቴብል እዚኣ ኖርማሊ ኣብ ማይክሮ ሶፍት ወርድ ክሰርሕዋ ትክእሉ ኢኩም ምልስ ኢልኩም እቲ ናይ ማይክሮ ሶፍት ወርድ ዝሰራሕናዮ ቪድዮታት ተሪክሞ ቴብል ክሬት ክትገብሩ ትክእሉ ኢኩም ኣብ ማይክሮ ሶፍት ወርድ ቴብል ክሬት ጌርኩም ሰላሳን ሓደን ኮሎምንስ ዘለዎ ካብ ዕለት ሓደ ክሳብ ዕለት ሰላሳን ሓደን እሞ ስርሕዎ then ድምር ናይ ነፍሲ ወከፍ ስርሑ ክሳብ ክንደይ ቦሪን ምዃኑ ክሳብ ክንደይ ኣሰልቻውን ግዜ ወሳድን ምዃኑ ክርደኣና እዩ ስለዚ ካብ ኣቦርድ ኮይና ቴብልስ ንጥቀም ዳይሬክትሊ ኣብ ማይክሮ ሶፍት ኤክሴል ዘምጻኣና ነገር እንተሃልዩ እንታይ እዩ ፎርሙላስ ኣብ ማይክሮ ሶፍት ኤክሴል ዘምጻኣና ኩሉ ግዜ ክንርስዖ ዘይብልና ፎርሙላ እዩ ኣብ ማይክሮሶፍት ኤክስኤል ዘምጽኣና እንታይ እዩ ፎርሙላ እዩ ፎርሙላ ክንሰርሕ ዘይንኽእል ተኾይና ማይክሮሶፍት ኤክስኤል ምጥቃም ኣየድልየናን እዩ go back to Microsoft Word ፎርሙላ ከተማዕብል ትኽእል ተዘይኮይንካ ንስራሕካ ነቲ ነዊሕ ግዜ ክወስድ ዝኽእል ስራሕ ክተቃልሎ ትኽእል እንተዘይኮይንካ you don't need to use Microsoft Excel ኣብ ዎርድ ክትከይድ ትኽእል ኢኻ ማለት እዩ ካልኩሌተር ጌርካ እናደመርካ ክተቐምጦ ድሓረይ መዓልቲ ሓበሬታኻ ተተቐይሩ መጺኻ ከም ብሓዱሽ ሽሕ ዳታ እንተኾይኑ ንሽሕ በብሓደ እናረኣኻ እናደመርካ ክትከይድ ማለት እዩ so ኩሉ ግዜ ኣብ ርእስና ክንገብራ ዘለና ኣብ ማይክሮሶፍት ኤክስኤል ክንመጽእ ዝግድደና ነገር እንተልዩ ፎርሙላታት ብምጥቃም ጉዕዞ ስራሕና ክነቃልል ኣብ ሓጺር ግዜ ዓቢ ዕዮ ክንዓዪ ማለት እዩ። So ልክዕ ሕጂ ሂብናዮ ዘለና ብረው መልክዕ ወይ ድማ ወርሓዊ ድምር ናይ ኣርባዕቲኦም ቀሊል እዩ equals to ብምባል one plus like ኣብ ኣብዚ'ቲ ከይዳ ተመሊስና ኣበይ ይጅምር ናይ ሰሎሙን ኣብ ቢ ቱ እዩ ዝጅምር ስለዚ ቢ ቱ ፕላስ ቢ ስሪ ፕላስ ቢ ፎር ፕላስ ቢ ፋይቭ እናበልና ክንከይድ ንኽእል ኢና ስቲል ኢትስ ቱ ሎንግ ሰላሳን ሓደን ግዜ ይኸውን ፕላስ ፕላስ ፕላስ ፕላስ እናበልና ክንፅሕፍ ስለ ዘይንኽእል እታ ብቐዳይ ኣምፂእናያ ዝነበርና ዝተምሃርናያ ፎርሙላ ኢኳልስ ቱ ሳም ኢልና ብራኬት ከፊትና ካብዚ ክሳብ ኣብዚ እንተይልና

ብዋህዮ ሎንግሪ መርቺን ኣንት ወይ ድማ እዚ ወፊሩ ዘሎ ዝመስል ጻጸ ካብ ና ክሳብ ቢ ሰርቲ ስሪ ምደመርና ኔርና ማለት እዩ። ኣብ ሳም ግን እንታይ ንገብር ኣለና ካብ ሳም ኢልና ኢኳልስ ቱ ሳም ኢልና ብራኬት ከፊትና ካብ ቢ ስሪ ክልተ ነጥቢ ላይክ ቱ እታ ሴሚ ኮሎን ንብላ ክልተ ነጥቢ ንጥቀመላ to ዝብል ቃል ክሳብ ማለት እዩ። ክሳብ፣ ካብ፣ ክሳብ ክንጥቀመሉ ንኽእል ኢና። ኮማ ኮማ እንተጌርና ብ three ኮማ ብ four ኮማ ብ five እናበልና እንተኸድና ኩሎም ክንዝርዝሮም ኣለና። ሕጂ እዚ ከምዚ ዓይነት ኣገባብ ኣበይ ኢና ንጥቀመሉ? ኣብ መንጎ ጋብ እንተልዩ ንኣብነት ካብ ብ three ክሳብ ብ five፣ ሽዑ ሲክስ ሰቨን ኤይት ናይን ቴን ገዲፍና ሽዑ ካብ ቢ ኢለቨን ክሳብ ቢ ሲክስቲን ከምኡ ኣብ መንጎ ጋብ ተልዩ ኮማ እናተጠቀምና ነቶም ክኣትዉ ዝደለናዮም ሊስት ጥራሕ ንእቱ ማለት እዩ ዌር ኣስ እቲ ዘለና ሊስት the same flow up ተልዎ ጀሚሩ ክሳብ መወዳእታ ኣብ መንጎ ኢንተርቫል ተዘይህሉ እንታይ ኢና ንገብር ኮሎን፣ ሴሚኮሎን፣ ጌርና ካብ B3 ክሳብ B33 ንብል ማለት እዩ። ስለዚ ከምዛ ኣብዚ ጌርናያ ዘለና from B equals to ኢልና sum B3 ክሳብ B33 just enter ንገብር ማለት እዩ። so ይነግረና ኣሎ ቀዳማይ እቲ ኣብ ቀዳማይ ዘሎ ክንደይ ከምጽእ ክኢሉ ኣሎ? ሽዱሽተ ሽሕን ሰብዓን ወርሓዊ ኣታዊ ክገብር ክኢሉ ኣሎ። ኣብ ካልኣይ ረብከ ከምኡ ጌርና ክንሰርሕ ንኽእል ዶ? Let's say ሳም ኢኳል ሲ ኢልና ክንሰርሕ ንኽእል ኢና። እንተዘይኮይኑኸ? ረሲዕናዮ ከይንኸውን ተስፋ እገብር። ክንሰርሕ ንኽእል ኢና ከምዛ ነዛ ቀዳመይቲ ዝገበርናያ። እንተዘይኮይኑ ፎርሙላ ኮፒ ክንገብር ንኽእል ኢና። ጀስት ኩሉ ግዜ እንታይ ይብል ኣለኹ ማይክሮ ሶፍት ኤክስኤል ክንመጽእ ዝግድደና ነገር እንታይ እዩ ስራሕ ክነቕልል ፎርሙላታት ክንጥቀም ሶ ኣብታ ቀዳመይቲ ፎርሙላ ተጠቂመ መምሃሮ ክትኮነና ኣብዚኣ ክጥቀም ይኽእል እየ ካልኣይ ግዜ ሳም ክብል እየ ካብ ሲስሪ ክሳብ ሲሰርቲ ስሪ ኢልኒ ኣሎ ኢንተር ክብል ይኽእል እየ ዋ ንሳብታ ቀዳመይቲ ተሰሪሓ እንተልያ ዘሴም ፎርሙላ እተኮይኑ ኸ ሕጂ እንታይ እየ ዝብል ዘለኹ በበይኑ ፎርሙላ ክት ኮፒ ክትገብሮ ይትኽእል ኢኻ እታ ቀዳመይቲ ተሰሪሓ ኣላ ናይ ሮዋን ናይ ሰለሙን ሰሪሕና ኣለና ናይ ብርሃነ ድዩ በርሀ ናይ ካልኣይ ድማ ክንሰርሕ ምስ በልና ሲ the same ፎርሙላ እንተኾይኑ ንምንታይ ከም ብሓድሽ ኢኳልስ ኢልና ንጽሕፍ ነዚኣ ፎርሙላ እዚኣ ኮፒ ንገብራ ማለት እዩ ኣብዚኣ መጺና ኮኸብ ኣላትና በዚ ጎቲትና ናብ ዝተወሲድናያ ናይ ብምሉኦም ክትሰርሓልና ትኽእል እያ ክሳብ መወዳእታ ዘሎ ክሳብ መወዳእታ ዘሎ ትሰርሓልና ማለት እዩ ሶ ተሪእናዮ ሕጂ ትሪእዎ ኣለኹም ቀዳማይ ሽዱሽተ ሽሕን ሰብዓን ኣታዊ ገይሩ ካልኣይ ሓሙሽተ ሽሕን ሸሞንተ ሚእትን ዓሰርተን ሳልሳይ ሽዱሽተ ሽሕን ሚእትን ስሳን እናበለ ሽዑ ድምር ናይ ቀዳማይን ካልኣይን ክንዲዚ ኮሚኖርቲ ንሰርሖ ዝነበርና ድምር ናይ ሰለሙንን ፍሊሞንን ድምር ናይ በርሀን ናይ መንን እናበልና እዚ ድማ ከምዚ ናይ ኩሎም ጠቕላላ ድምር ዕስራን ኣርባዕተን ሽሕን ገለን ኣቨረጅ ናይታ ስድራ ወርሓዊ ኣታዊ ሽዱሽተ ሽሕን ዕስራን ክልተን ይመፅእ ማለት እዩ ብዘይ ናይ ሰለሙን ኣታዊ ናይታ ስድራ ክንድዚ ይመፅእ So ኣብዚ እንታይ ክንርዳእ ኼልና ኣለና ማለት እዩ ሓንሳብ ዘማዕበልካዮ ፎርሙላ እናቐጸለ እናቐጸለ እናቐጸለ ክሳብ እቲ ፎርሙላ ተመሳሳሊ ዝኾነ ማለት እዩ እንታይ እዩ ማለት እዩ እዚ ስለዚ ኣብ ገለ ንኣብነት እዚ ናይ ፋይናንስ ትካላት ወይ ኣካውንቲን ዝሰርሑ ናይ ሓደ ሰራሕተኛ ፔሮል ምስ ተሰርሐ እዚ እቲ ፎርሙላ ናብ ኩሉ ኮፒ ዝኸውን the same እዩ ታክስ the same እዩ Unless ብደሞዝ ዝፈላለ እንተኾይኑ ንሱ ከኣ ፎርሙላታት ኣለዎ the same ወላ በበይኑ ደረጃ ደሞዝ በበይኑ ታክስ ተሊኻ calculation the same እዩ and ተቆራጺ ተልዩ ናይ ጥሮታ ተልዩ ናይ ኢንሹራንስ ተልዩ ኩሉ ተልዩ ስቶም ሰራሕተኛ ሓደ ትካል ተመሳሳሊ exposure እዩ ዘለዎም ስለዚ the same ፎርሙላ ስለ ዝኾነ ሓደ ዓሰርተ ሽሕ ትካል ሰራሕተኛ ዘለዎ ትካልሲ the same procedure ብኡ እዩ ዝኸይድ ማለት እዩ So like ክሳብ እቲ ፎርሙላ the same ዝኾነ ኮፒ እናገበርና ኢና። ክንከይድ ንኽእል ማለት እዩ። ኦኬ ምስኣ ውስኽ ኣቢልና ሎሚ እንታይ ክንርኢ ንኽእል? በዚ ሓደ ክንደይ ኣኸይደ ኣታዊ ገይሩ ኣሎ? ዝለዓለን ዝተሓተን። ዝተሓተኸ ክንደይ ኣታዊ ገይሩ ኣሎ? ኦኬ እዚ ፎርሙላታት እዚ ክነጽንሖ ዘለና እዩ። እዚ ፎርሙላታት እዚ ኩሉ ግዜ እዘን በይዚክ ፎርሙላ ነምጽእን ዘለና። ክነጽንዖ ዘለና እዩ። ወረ ምሳሌ ንኣብነት እንታይ ኢለ ስለዚ ንኣብነት ካብዞም ጠቕላላ እ፣ ክሰርሕ ዝደልየ ኩሉ ግዜ ስድራ ሳም ዝለዓለ ካብ ኣርባዕቲኦም equals to ሳም ብራኬት እታ ጀማሪት መጀመርያ ናይቲ ክትድምሮ ሓሲብካ ዘለኻ ቁጽሪ ሪፈረንስ ኖት እታ ቁጽሪ ባዕላ እቲ ትሕዝቶ ኣብታ ሴል ዘሎ ኣይኮናን ንጥቀም እንታይ ኢና ንጥቀም ሪፈረንስ ሪፈረንስ እንታይ ማለት እዩ? መወከሲ ናይ ሴል። ሴል እንታይ እያ? እታ ኣብ ኤክስኤል ዘላ ርቡዕ ኩርናዕ ሴል ኢልና ንጽውዓ። እቲ ኣብ ውሽጣ ዘሎ ቁጽሪ ከኣ ክንድምር ዋላ እንተደለና እንታይ ኢና ንጥቀም? ንዓኣ ብመጸዊዓ ኢና ንጽውዓ። ቢ ዋን ሲ ቱ ገለ እናበልና ሪፈረንስ ንብሎ። ስለዚ ኢኳልስ ቱ ሳም ብራኬት ንኸፍት። እታ ሪፈረንስ ሴል፣ ኢኒሻል፣ እታ መጀመርያ፣ ሴሚኮሎን ንገብር፣ እታ መወዳእታ፣ ብራኬትና ንዓጹ፣ ኢንተር ንሃርም። ትራዲና ዶ እዚ እቲ ፍሎው ናይቲ ሊስት ኮንቲኒቲ ምስ ዝህልዎ ማለት እዩ ኣብ መንጎ ከይተሰብረ ከይተኸፍተ ሓደ ነዊሕ ፍሎው ዘለዎ ሊስት ምስ ዝኸውን ካብ ቢ ዋን ክሳብ ቢ ቴን ካብ a one ክሳብ z ten እናበለ ወይ ንጎኒ ወይ ንትኹል ከየቋረፀ ዝቕፅል ዝርዝር ምስ ዝኸውን። ምስ ዘቋርፅ ከዓ እታ ሊስት ንኣጋብ ትቕየር equals to sum ብራኬት ንኸፍት ንኣብነት b one, b two, b three ኮማ ሽዑ ፎር ፋይቭ ሲክስ ሰቨን እዚኦም ዘሊልናዮም ኣለና ንበል ቢ ሰቨን ንብል ቢ ኤይት ንብል ስለዚ እንታይ ይገብር ነቶም ኣብ መንጎ ዘሎ ክዘልል ስለ ዝደለኻ እታ ክልተ ነጥቢ ገዲፍና ኮማ ኮማ ኮማ ኮማ እናበልና ንኸይድ ማለት እዩ ደሰይም ኣብ ኣቨሬጅ ኮሚና ንገብር ኣብ ካልእ እውን ተመሳሳሊ እቲ ኢንክሉድ ክንገብሮ ዝደለና ብሰሚኮሎን ክንከይድ ንኽእል ኢና ኤክስክሉድ ክንገብር ተደሊና ብሊስት ክንከይድ ንኽእል ኢና ማለት እዩ ሶ ሎሚ ክልተ ፎርሙላ ውስኽ ኣለኹ እንታይ እየን ማክሲመምን ሚኒመምን ማክሲመም ዝለዓለ ክኸውን ከሎ ሚኒመም ድማ ዝተሓተ ማለት እዩ ዝለዓለ ክንብል ከለና እንታይ እዩ ካብቲ ተዋሂቡ ዘሎ ዝርዝር ወይ ድማ ሊስት ዝለዓለ ነጥቢ ወይ ዝለዓለ ስኮር ዝለዓለ ውፅኢት ማለት እዩ ስለዚ ካብዞም ናይ ቀዳማይ ዕለት ደሞዝ ዝለዓለ መን ኣታዊ ገይሩ ክንብል ከለና መን ዝለዓለ ደሞዝ ተኸፊሉ ማለት እዩ ዳይሬክትሊ ዝተሓተ ኣታዊ መን ገይሩ ክንብል ከለና መን ከ ዝተሓተ ደሞዝ ተኸፊሉ ማለት እዩ ስለዚ ነዚኣ እውን ነዚአን ክንገብር እውን እንታይ የድልየና እዩ ፎርሙላ የድልየና እዩ እዘን ፎርሙላ እዚአን ሎሚ ንመሃረን ማለት እዩ ስለዚ ማክሲመም ክንገብር ኢኳልስ ቱ ማክስ ብራኬት ንኸፍት ካብ ካብ ኢና ንጅምር ክንሪኦ ኣለና ሊስትና ስቅ ኢልና ኣይንከድን ሰሎሙን ብ ስሪ ዩ ክሳብ ፊልሞን ኢ ስሪ ስለዚ ማክሲመም ናይ ብ ስሪ ክልተ ነጥቢ ክሳብ ኢ ስሪ ኢልና ብራኬት ንዓጽዎ እንታይ ኢልና ማክስ ካብ ብ ስሪ ክሳብ ኢ ስሪ ኢልና ብራኬትና ምስ ዓጸናያ ኣውቶማቲካሊ እቲ ማክሲመም ኮልኩሌት ክገብረልና ይኽእል ማለት እዩ። ኣውቶማቲካሊ ነቲ ማክሲመም ሪዛልት ወይ ድማ ዝለዓለ ውጽኢት ኮልኩሌት ክገብረልና ይኽእል። እንታይ ክንገብር ኣለና? ጀስት ኢንተር ክንሃርም ኣለና።

ምኽንያቱ the same formula እዮም ዝጥቀሙ ኩሎም ስለዚ drop down ነቲ ፎርሙላ ድሮፕ ቀዳማይ ዝሰራሕናዮ ናብ ኩሎም ምእንቲ ክኸይድ ከም ብሓድሽ drop down ክንገብር ንኽእል ኢና ነታ ቀዳመይቲ መሪጽና እዛ plus ሳይን ምስ ወሰድና drop down ንገብራ ክሳብ እዚኣ መን daily ዝለዓለ ተኸፊሉ የርእየና ኣሎ ማለት እዩ።

min min ብራኬት ንኸፍት ጀማር ናይ ሊስትና ብስሪ እዩ ክልተ ነጥቢ ክሳብ ኢስሪ ብራኬት ንዓጾ እንታይ ጌርና ኢኳልስቱ ሚን ብራኬት ንኸፍት ቢስሪ ክልተ ነጥቢ ቀሪ ቢስሪ ኣብዘን ንሓጹ ሰለስተ ክላሳት ኢንተር እቲ ንብል መሰረታዊ ዝተሓተ ኣታዊ ምጉዳል ዘምጽእ ቃለ መሕትት ሚእቲ ዩ ገዲፍና ናብቶም ዝተረፉ ድማ ከምኡ ጌርና ክንወስዶም ስንደሊ ድሮፕ ዳውን ሊስት ቀዳማይ ፎርሙላ ናብ ኩለን ከም ዝቕጽል ንገብር ሳም ዝብል ካልኣይ ፎርሙላ ናይ ብምሉኡ ከም ኣቨሬጅ ዝብል ሰሪሕና ሳልሳይ ፎርሙላ ማክሲመም ዝብል ከም መዘኻኸሪ ፎርሙላ ድማ ሚኒመም ዝብል ማለት እዩ ሶ በብሓደ ድማ ኣቨሬጅ ካልኩሌት ክንገብር ኢኳልስ ቱ ኣቨሬጅ ብራኬት ንኸፍት መጀመሪ ናይቲ ሊስትና እታ ኢኒሻል ንብላ ኩሉ ግዜ ካብ ቁፅሪ ክንድዚ ክሳብ ቁፅሪ ክንድዚ ማለት እዩ ካብ ቢቱ ክሳብ ቢቴን እቲ ሊስት ናትና ዘሎ ማለት እዩ ስለዚ ኣብ ኢኳልስ ቱ ኣቨሬጅ ብራኬት ንኸፍት ኢኒሻል ክልተ ነጥቢ መወዳእታ ናይ ሊስትና ብራኬት ንዓጹ ኢንተር። ሳም ኳልኩሌት ክንገብር ኢኳልስ ቱ ሳም ብራኬት ንኸፍት መጀመርያ ክልተ ነጥቢ መወዳእታ ናይ ሊስትና ብራኬት ንዓጹ ኢንተር። ማክሲመም ክንከፍት ተመሳሳሊ ይኸውን ማክስ ብራኬት ንኸፍት መጀመርያ ንህቦ ክልተ ነጥቢ መወዳእታ ንህቦ ብራኬት ንዓጽዎ ኢንተር። ራብዓይ ድማ ሚኒመም ኳልኩሌት ክንገብር ተመሳሳሊ ምስ ኩሎም ሓደ እዩ እታ መጀመሪ ጥራሕ ኢኳልስ ቱ ሚን ትኸውን ብራኬት ንኸፍት መጀመሪ ክልተ ነጥቢ መወዳእታ ናይ ሊስትና ብራኬት ንዓፁ ኢንተር ንገብር ማለት እዩ ስለዚ ኣብዘን ሰለስተ ክላሳት ኣርባዕተ ፎርሙላ ኣዋህሊልና ኣለና። ኣብ ማይክሮሶፍት ኤክስኤል ዘይተኣደነ ፎርሙላታት እዩ ዘሎ። እዚ ኣብቲ መጀመርያ ንድርቢ ኣለና፣ ድሕሪኡ ብሊስት ብኸሎ እቲ ፎርሙላ ጥራሕ ክንወስዶ ኢና። በብውልቅና ኣብ በቦታና ኮይና ፕራክቲስ ክንገብሮ ኢና ማለት እዩ። ስለዚ ኣብ ማይክሮሶፍት ኤክስኤል ዘሎ ፎርሙላታት ከከም ሞያኻ፣ ምስ ፋይናንስ ዝሰርሕ ሰብ ኣብ ፋይናንስ ዝያዳ ፎካስ ዝገብር ፎርሙላታት ኣሎ ናብኡ የጽንዕ ማለት እዩ። ኣብ ኢንጅነሪን ዝሰርሕ ሰብ ኣብ ኢንጅነሪን ዝነጥፍ ልክዕ ነብስ ኢንጅነሪኑ ዝኸይድ ፎርሙላታት ጥራሕ የጽንዕ። ኣብ ስታስቲክስ ዝሰርሕ ከምኡ በብ እቲ ኣብ ማይክሮሶፍት ኤክስኤል ዘሎ ማይክሮሶፍት ኤክስኤል ተጠቂሙ ዝኽእልስ ንኹሎም ይፈልጦም ማለት ኣይኮነን። ከከም ሞያኻ ስፍሕ ዝበለ ፎርሙላ ፎርሙላታት ኣሎ። በብሓደ እተን ገለ መሰረታውያን ንዓና ክጠቕማና ዝኽእላ ክንርኢ ኢና። ካብኡ ዝሓለፈ ግን ባዕልኻ ከም ሞያኻ ከም ዓቕምኻ ዘድልየካ ፎርሙላ እናወሰድካ ትኸይድ ማለት እዩ። ሶ ሎሚ ካብዚ ቅጽል ኣቢልና ናበይ ገጽና ኢና ንኸይድ? ኣላይመንት ኣብ ሜኑ ኣብ ሆም ሜኑ ኣላይመንት ዝብል ክንርኢ ኢና Alignment ኣብዚ ኣለና እዘን ክፋል እዚኤን እየን Alignment ተባሂለን ተጸዊዔን ዘለዋ እዘን Alignment ንምንታይ ንምንታይ ይጠቕማና በብሓደ ክንርኢ ኢና ማለት እዩ So መጀመርያ እዚኤን ኣብ Word እውን ርኢናየን ዝነበርና Left Align Center Align and Right Align፣ Left Center and Right Align፣ እዚኤን ንጽሑፍና ብ ናብ ሸነኽ ጸጋም ገጹ መስርዕ ከም ዝሕዝ ክንገብር፣ ኣብ ማእከል መስርዕ ከም ዝሕዝ ክንገብር፣ እንተዘይኮይኑ ኣብ የማን መስርዕ ከም ዝሕዝ ክንገብር ንኽእል ኢና። ስለዚ ንኣብነት እዘን ጠቕላላ ድምር ዝብላ ወይ ከኣ እዛ ፊልሞን ዝብል ዘሎ እመርጾ ኣለኹ። ነታ ኮሎም ብምልእታ ብላዕሊ ናብዛ ኣሮው እዚኣ መጺኤ መሪጸዮ ኣለኹ። ስለዚ ሰማያዊ ሰሌክት ኮይኑ ኣሎ። እንታይ ገይረ ኣለኹ ማለት ንፊልሞን መሪጸዮ ኣለኹ። ነዚ ጽሑፍ እዚ ናብ ሸነኽ ጸጋም ከም ዝጥምት መስርዕ ከም ዝሕዝ ክንገብሮ እንተኾይና እንታይ ንገብር ኣብዚ ኣላይመንት ከድና ለፍት ኣላይን ንብሎ። ጽሑፍና ናበይ ከይዱ ንጸጋም ከይዱ ኣ ትሪእዎ ዶ ኣለኹም ተስተውዕሉ ዶ ኣለኹም ናበይ ሸነኽ ኮይኑ ብሸነኽ ጸጋም መስርዕ ሒዙ ማለት እዩ ልክዕ ተመሪጹ ኣሎ ኬድና ሰንተር ኣላይን እንተኢልናዮ ድማ ጽሑፍና ናበይ መጽዩ ኣብ ማእከል መስርዕ ሒዙ ኣሎ ማለት እዩ ኣብ ማእከል መስርዕ ሒዙ ኣሎ and ተመሳሳሊ ራይት ኣላይን እንተኢልናዮ ናብ የማን ገጹ መስርዕ ሒዙ ኣሎ። ስለዚ እዘን ሰለስተ ታሕተዎት ኣብ ቦርድ እውን ንፈልጠን ኔርና፣ ለፍት ኣላይመንት፣ ሰንተር ኣላይመንት and ራይት ኣላይመንት፣ ንሸነኽ ጸጋም፣ ንማእከል፣ ንየማን መስርዕ ኣመዓራሪ ማለት እዩ። ኣመዓራሪ ንጸጋም፣ ኣመዓራሪ ንማእከል፣ ኣመዓራሪ ንየማን እናበለ ይሕግዘና ማለት እዩ። so እዚኤን ሰለስተ ነዚ ይመስላ እዚኤን ድማ ኣለዋ ንትኹል ከኸውን ከሎ እቲ ጽሑፍ ሕጂ ኣግፍሕ ከብል እየ ገለ ቦታ ክህቦ እየ ንኣብነት እዛ ቀዳመይቲ ሮው ከምዚ ገይረ ገፍሕ ቦታ ተሂበያ እዛ ኣታዊ ስድራቤት በርሀ ጓንጉል እትብል ዘላ ትሪእዋ ዶ ኣለኹም እንታይ ኮይና ኣላ ኣብዚ ግፍሕ ዝበለ ጋፕ ኣለዋ ማለት እዩ ስለዚ ኣብዚ ድማ ልክዕ ኣብ ላዕሊ ኣላይመንት ኣብ ማእከል ኣላይመንት ኣብ ታሕቲ ኣላይመንት እናበልና ከከም ዝጥዕመና ክንገብር ኢና ማለት እዩ so ኣብ ላዕሊ ኣላይን ክትገብር ኣብ ታሕቲ ኣላይን ክትገብር መጀመርያ ሰሌክት ክትገብሮ ኣለካ ነት ጽሑፍካ ስለዚ እዚኣ ክሊክ ገይረ ሰሌክት ኮይና ኣላ So ምጽእ ኢለ Top Alignment እንተ ኢለያ እታ ጽሑፍ ናበይ ከይዳ ኣታዊ ስድራቤት ኣቶ በርሀ ጓንጉል ትብል ዘላ ንላዕሊ ትኸይድ ማለት እዩ። ከምተ መሪጻቶ ዘላ ኣብዛ ማእከል Center Middle Alignment እንተ ኢለ ድማ ኣበይ ትኸውን ኣብ ማእከል ትወርድ። ከምኡ ውን Bottom Alignment እንተ ኢለ ናበይ ትኸይድ ንታሕቲ ገጻ ትኸይድ። So እዘን ኣላይመንት ሽዱሽቲኤን ተመሳሰልቲ ኮይነን እተን ታሕተዎት ንጸጋም ንየማን ንማእከል ንጸጋም ንየማን ኣብ ማእከል ክንገብር ከለና ኣላይመንት ማለት እዩ ዌር ኣስ እዘን ሰለስተ ላዕለዎት ድማ ንላዕሊ ንታሕቲ ንማእከል ስለዚ ንትኹል እየን ዝሰርሓ እተን ላዕለዎት እተን ታሕተዎት ድማ ንጋድም እየን ዝሰርሓ ማለት እዩ። ስርሐን ግን ኩለን ኣላይመንት እዩ ወይ መስ እተን ንጋድም ዝኸዳ መስርዕካ ንየማን መስርዕካ ንጸጋም መስርዕካ ንማእከል እዩ ዝብል እቲ ንትኹል ዝኸይድ ድማ መስርዕካ ንላዕሊ መስርዕ ካብ ማእከል መስርዕ ካብ ታሕቲ ጌርካ ክትሰርዕ ከለኻ ማለት እዩ። እዚኤን ሽዱሽተ ኣብ ኣላይመንት ዘለዋና ነዚ ይመስላ። ድሕሪኡ ፍልይ ዝበለ ኣገባብ ኣብዚ ኣለና። እንታይ ክንገብር ንደሊ? ኤክስኤል ዝበዝሐ ግዜ ምስ እንታይ እዩ ዝሰርሕ ኢልና? ምስ ስነ ሕሳብ እዩ ዝሰርሕ። ሶ ንኣብነት እዘን ድምር ድምር ዝብላ ኣብ ታሕቲ ክወርድ እየ ወይ እውን እዘን ጠቕላላ ድምር ትብል ኣላትኒ ሶ ከምዚኣ ገይረ ነዘን ጠቕላላ ድምር ናይ ናይ ብምልኦም ክመርፀን እየ ንርእዮም ዶ ኣለና? ኣብዚኣ ብምምጻእ ክሊክ ምስ እንገብር ኣብዚ እንታይ እዩ ዝረኣየና ኣንግል ካውንተር ክሎክ ዋይስ ኣንጻር ሰዓት ኣንግል ዘለዎ ኣንግል ክሎክ ዋይስ ምስ ሰዓት ቅርጺ ቨርቲካል ንትኹል ሮተይት ቴክስት ኣፕ ንቑመት ከም ዝንበብ ካብ ታሕቲ ንላዕሊ ከም ዝንበብ ሮተይት ቴክስት ዳውን ካብ ላዕሊ ንታሕቲ ከም ዝንበብ ፎርማት ኣላይመንት ባዕልኻ ከኣ እቲ ኣንግል ባዕልኻ ክትመርጽ ከለኻ ማለት እዩ። ሕጂ በታ ዝቐለልት በታ ቀዳመይቲ ኣንግል ካውንተር ክሎክዋይዝ ተኢልናያ ትርእይዎ ኣለኹም። እቲ ድምር ድምር እንታይ ኮይኑ ን ኣንጻር ሰዓት ገጹ ገለ ቲልት ኮይኑ ንእሽተይ ጉብጥ ኢሉ ንጎኒ ኮይኑ ማለት እዩ። ትሪእዎ ኣለኹም ከምዚ ዓይነት ቅርጺ ይህልወና። ንኣብነት ተመሳሳሊ ካልእ ስራሕ ክንሰርሕ ከኣ ማእከላይ ገምጋም ትብል ከኣ ንምረጻ። ነዛ ማእከላይ ገምጋም ትብል እውን ኣላይመንት ኣብዚኣ ምጽእ ኢልና ንኣብነት ንታሕቲ እንተ ንደሊ ኣንግል ክሎክዋይስ እንተ ንብላ ንሳ ከኣ ንኸምዚ ከይዳትልና ኣላ ማለት እዩ። ንከምዚ ገጹ እናከደ ይከይድ ማለት እዩ ትሪእዎ ኣለኹም ሕጂ እቲ ኣላይመንት ፍልይ ፍልይ ዝበለ ኣላይመንት ካብቲ ስሩዕ ዝነበረ ላይን ፍልይ ዝበለ እዚ ብሙሉእ ላይን ጌርናዮ ስለ ዘለና መልክዕ ኣይህብን እዩ ክኣልዮ እየ ብፍሉይ ግን ኣብ ምንታይ ክንሪኦ ንኽእል ኢና ኣብዚ ታሕቲ ሓንቲ ሓደ ሓደ ስለ ዝኾና ነዚአን ከምኡ እንተገበርናየን ዝበለፀ መልክዕ ህባይን ራእይዎን ንኣብነት ኣንግል ክሎክ ኣንት ካውንተር ክሎክ ዋይዝ ክብላ እያ ስለዚ እንታይ ዓይነት ቅርጺ ሂብኒ ነዚ ዝመስል ቅርጺ ብታሕቲ ይህበኒ ማለት እዩ so ነቲ ትርኢት ናይቲ ጽሑፈይ ወይ ውን ነቲ ዝያዳ ነጸሬታ ዝደሊ ካብቲ ካልእ ፍልይ ምስ ተብሎ ሰብ ብቐረባ ቀልጢፉ ክሕዞ ይኽእል ማለት እዩ ኩሎም ሓደ ኣብ ክንዲ ዝነበሩ ሕጂ ድምር ፍልይ ይብል እሞ ድምር ናይ ሰሎሙን፣ ድምር ናይ ሃብቶም፣ ድምር እናበልና ናይ ኩሎም፣ ጠቕላላ ድምር እናበልና ማእከላይ ኣታዊ ናይ ስድራ ብዘይ ሰሎሙን ኩሉ ፍልይ ፍልይ ብዝበለ መልክዕ ይኸይድ ማለት እዩ። ኦኬ ስለዚ እዚ ኣላይመንት እዚ ድማ ብኸምዚ መልክዕ ይኸደልና ማለት እዩ። ድሕሪኡ ኣብ ኣላይመንት ከይወጻና ኢንደንቴሽን ንብሎም እዚኦም ኢንደንቴሽን ድፍእ ክተብሎ ከለኻ ነቲ ጽሑፍ ካብ ጸጋም ወይ ካብ የማን ወይ ካብቲ ዘለዎ ሕጂ ንኣብነት እዚ ጽሑፍ እዚ እዚኣ ምስ እንርእያ እንታይ ኣላ ናብ የማን ኣላይን ኮይና ኣላ ናብ የማን ኣላይን ኮይና ኣላ so indent በዚ ተጀሚረ ድሮ ወዲኣ ኣላ በዚ ሓደ ክኸይድ ከለኹ ናብ ጸጋም ተምጽእ ኣላ ሽዑ እናደፋእኩዎ እኸይድ ማለት እዩ። ክሊክ እገብር ኣለኹ፣ ክሊክ እገብር ኣለኹ፣ ኢንደንት፣ ኢንደንት፣ ኢንደንት። ስለዚ ሓሓደ ግዜ ዝተወሰነ ርሕቀት ክህልዎ ዝደሊ ሓደ ጽሑፍ፣ ኣብ የማን ኣይደለኻን፣ ጸጋም ኣይደለኻን፣ ማእከል ኣይደለኻን፣ ንስኻ ግን ኣብ ዝተወሰነ ርሕቀት ንጽሑፍካ ጠጠው ክተብሎ ምስ እትደሊ፣ ነዞም ኢንደንቴሽን፣ እዚ ኢንክሪዝ እዩ፣ እዚ ኸኣ ዲክሪዝ ንድሕሪት እናመለሰልካ ከይድ፣ ኣብቲ ንዓኻ ደስ ዝብለካ፣ ቦታ ጠጠው ተብሎ ማለት እዩ ተረዲኣትና ዶ እንተዘይኮይኑ ድማ ራይት ኣላይን ጌርና ናብቲ ምስ ብፆት ነምፅኦ ኦኬ ስለዚ እዘን ሽዱሽተ ኣላይመንት ርኢና እዘን ኢንደንቴሽን ርኢና እዚ ቲልድ ቅንን ዝበለ ንየማን ንፀጋም ንትኹል ጋድ ን ካብ ላዕሊ ንታሕቲ ካብ ታሕቲ ንላዕሊ ከም ዝንበብ Anyway እዚኤን ምስዛ ኣብዛ ቪድዮ ነዘን ክልተ ቀዳሞት ሪኢና ኣለና ነተን ካልኦት ከምኡ ቸክ ክትገብርወን ትክእሉ ኢኩም ፖውዝ ጌርኩም ኣብ ኮምፒተር ኮፍ ኢልኩም ቸክ ክትገብርዎ ትክእሉ ኢኩም ተመሳሳሊ ጥራሕ እዩ ማለት እዩ ቅርጺ ናይቲ ጽሑፍ እዩ ኣንፈቱ ዝቅይር ካብዚ ምልስ ኢልና እዚኣ ቀዳመይቲ ስድራቤት ኣታዊ ስድራቤት ኣቶ በርሀ ጓንጉል ትብል። እዚ ኩሉሲ ኣብ ሴል ሴል ከሎሲ ንሳስ ኣብ ሓደ ሴል ከመይ ጌራ ኣትያ ዝብል ሓሳብ ኣብ ርእስኹም መጺኡዶ? ምንም ሓበሬታ ከይሃብኩኹምሲ ከም ሓንቲ ሴል ገይረያ ነይረ ድሕርና ክንመጻ ስለ ዝኾና ማለት so እዚ እንታይ ይበሃል ኣብዚ እንታይ እየ ገይረ ዘለኹ ክኣልያ ክትርድኣና ምእንቲ ድምስሳ ኣለኹ ነታ መስመር ኩላ ኣልያ ኣለኹ ሕጂ መስመር ክእቱ የብኣ ንደሓር ክንሪኦ ኢና ደሓን መስመር በየን ንእቱ በየን ነውፅእ So ከምዚኣ ነይራ መሰረቱ። እዚ መርጅ ብምግባር ብምሕባር እዘን ሴልስ እዩ ዘሎ እዚ ካብ A ክሳብ L ዘለዋ ግን ኣርእስቲ ክገብር ምስ ደለኹ ብምሕባር ካብ A ኣብ ሓንቲ ክቕይራ ንኽእል እየ ማለት እዩ። ክሳብ ክሳብ ሚኒመም ዘላ ሲ ሓንቲ መስመር ክትከውን ደልየ እያ ሓንቲ መስመር ምኽንያቱ ሓደ ነዊሕ ጽሑፍ ክጽሕፈላ ደልየ ኣብ ነፍሲ ወከፍ ሴል እናጸሓፍኩ ተኸይደ ኣይኣኽለንን እዩ ነታ መስመር እዚ እውን ኣበይ ዘሎ ምስ ኣላይመንት መርጅ ሴል ዝብል ኣሎ መሪፀን ስለ ዘለኹ መርጅ ሴል ቴለ ኣብ ሓንቲ ቀይር ኣላ ሽዑ ክዕብዮ ንጎኑ ንትኹል ክስሕቦ ተኮይነ ፀገም የብለይን በዚ መፅአ ክስሕበ እኹል ቦታ ሂባትኒ ኣላ ሓንቲ ሴል ኮይና ማለት እዩ። ኣብ ክንዲ ሸሞንተ ትሽዓተ ሴል ዝነበረት ኣብ ሓንቲ ሴል ከም ትጥርነፍ ጌርናያ ኣለና ማለት እዩ። ስለዚ በዚ ኣገባብ እዚ ሕጂ እቲ ዘድልየኒ ኣብዚ ክጽሕፎ ክእል እየ። ብእንግሊሽ ዋላ ክጽሕፍ እየ ቶታል ኦኬ ወይ ከኣ ማን ዝሊ ዝሊ ኢን ካም ኦፍ በርሀ ፋሚሊ 2023 ድያ ነራ 2023 ትብል ነራ ሶ ከምዚኣ ገይረ ፅሒፈ ማለት ስለዚ ኣብ ማእከል ንኩሉ ዘማእከለት ኮይና ከዕብዮ ተደልየ ሽዑ ንዑ ንበይኑ ከም ኣርእስቲ ከዕብዮ ተደልየ እመርፆ ሓደ ከምቲ ዝተምሃርናዮ ፎንት ሳይዝ ከዕብዮ ይኽእል እየ ማራ ዓብዩ ኣሎ የጉድሎ and alignment ከምዚ ክንብሎ ዝጸናሕና ፎንት ሳይዝ ኣጉድል ከብሎ alignment እንታይ ኮይና So Alignment Center ንየማን ንጸጋም ንየማን ማእከል ከምጽኦ እኽእል እየ ላዕሊ ማእከል ታሕቲ ከምጽኦ እኽእል እየ so ብኹሉ ማእከል ገይረዮ ኣለኹ ካብ የማንን ጸጋምን ኣብ ማእከል ካብ ላዕልን ታሕትን ውን ኣብ ማእከል ገይረዮ ኣለኹ ማለት እዩ ስለዚ ኣብ ሎሚ ኣብ ኣላይመንት እንታይ ሪኢና ማለት እዩ እዘን ሽዱሽተ ኣላይመንትስ ኢንደንቴሽን So ብዛዕባ ናምበር ፎርማቲን ቅድሚ ምዝራብና ሓፈሻዊ ርድኢት ቅድሚ ፕራክቲካሊ ምርኣይና ሓፈሻዊ ርድኢት ኣብ ናምበር ፎርማቲን ክህልወና ዘለዎ ኣፍልጦ ኣሎ ኣብ

ሬሾ፣ ፍራክሽን፣ እናበለ ነቶም ቁጽርታት በብባህርያቶም ይፈልዮም ማለት እዩ። ስለዚ እስኻ ልክዕ ከምኡ ከም ድሌትካ ጌርካ ከኣ ነዚ ትጥቀመሉ ማለት እዩ። ገንዘብ እንተኾይኑ ናይ ገንዘብ ምልክት ብቕድሚት ክህልዎ ትደሊ። ላይክ ምሉእ ቁጽሪ ዘይብሉ ነጥብታት ፍራክሽን ዘለዎ እንተኾይኑ ድማ ጉዚ ዘለዎ እንተኾይኑ ጉዚ ኢና ንብሎ ነርና ቅድም ጉዚ ዘለዎ እንተኾይኑ ድማ ነጥቢ ገለ ኢሉ ከም ዝኸይድ ክንድዚ ነጥቢ ክህልዎ ኣለዎ፣ ክልተ ነጥቢ ክህልዎ ኣለዎ፣ ድሕሪ ነጥብስ ክልተ ኣሃዝ ክህልዎ ኣለዎ፣ ኣርባዕተ ኣሃዝ ክህልዎ ኣለዎ እናበልካ ትኸይድ ማለት እዩ። so ነዚ። እዚ ኩሉ ኣብ ኤክስኤል ኣብ ናምበር ፎርማት ኢና ትገብሮ ማለት እዩ ሶ ክንመርፅ ኢና ንኣብነት እዚኤን እመርፀን ኣለኹ ኣታዊታት ናይ ኣርባዕቲኦም እንታይ እየን ብሓፈሻ ኩለን እንተን ኣታዊ እንታይ እየን ገንዘብ እየን ሓቀ ኣብዚኣ መፅኤ ጀነራል ኖርማል ናምበሪን እዩ ናምበሪን እውን ጀነራል ነጥቢ ዘይብሉ ማለት እዩ ናምበር ዶት ኢሉ ክልተ ነጥቢ ዘሎ ማለት እዩ ካረንሲ ኣካውንቲን ሕጂ ካረንሲ ክንብላ ኢና ኣብ ገንዘብ ክንቅይሮ ማለት እዩ ስለዚ ብቕድሚት እንታይ ኣለዎ ናይ ገንዘብ ምልክት ኣለዎ ኩሉ ስለዚ ከም ገንዘብ ትሪት ይገብሮ ነዚ ንህቦ ዘለና ቁፅሪ ማለት እዩ ድሕሪኡ ንኣብነት እንታይ ክንገብር ኢና ኣብዛ ማእከላይ ኣታዊ ትብል በይና ክንመጽእ እሞ ኣብ ክንዲ ጉዚ ነጥቢ ሓምሳ ነጥቢ ሓምሳ ዝብል ኣለና ንኣብነት ኣብዚኣ እውን መጺና ፍራክሽን ፍርቅን ርብዕን ስልሲትን እናበለ ክነግረና ምስ ንደሊ ድማ ፍራክሽን ንገብር ማለት እዩ። ስለዚ ሰለስተ ሚእትን ዓሰርተ ክልተን ሓምሳን ትብል ዝነበረት ሰለስተ ሚእትን ዓሰርተ ክልተን ፈረቓን ሶ ንሪኦ ኣለና። እዚ ናምበር ፎርማቲን ከከም እንደልዮ ዝተፈላለየ ፎርማትስ ኣለና ማለት እዩ። ንኣብነት ኣብዛ ድሕሪት ሓዳሽ ሮው ክውስኽ እየ። ኣብዚኣ ንኣብነት ዴት ክእትወላ ዕለት ዝተዋህበሉ ንኣብነት እዚኣ ዓሰርተ ክልተ ዓሰርተ ክልተ ክልተ ሽሕን ዕስራን ሰለስተን ኢልና ንኩሎም ከምኡ እንተንገብሮም ብዕለት ዓሰርተ ክልተ ወርሒ ዓሰርተ ክልተ ተሰሪሑ እንተኢልናዮ ድሮ ጽሒፈዮ ዘለኹ'የ ን ኦኬ ዝተፈላለየ ዕለታት ገይረሉ ኣለኹ ስለዚ ነዚ ዕለታት ድማ ኣብዚ ምጽእ ኢለ dates and time date ጥራሕ እዩ እዚ short date ተይልናያ ሕጂ ኩሉ ብቁጽሪ ክትከዶያ ኣብዚ long date ተይልና ግን ምሉእ እቲ ምስ መዓልቱ ዘለዎ ነገርና ማለት ንኣብነት long date ትብል ኣለኹ ስለዚ ታይ ይብለና Tuesday December twelve Wednesday December thirteen Thursday fourteen እናበለ መዓልትን ዕለትን ወርሕን ዓመተ ምህረትን ይህበና ማለት እዩ ስለዚ ነዞም ኩሎም እዚ ይጸሓፍኮን መዓልታት ኣይጸሓፍኮን ኣነ ሕጂ እንታይ እዩ ዝገብር ዘሎ ኣብቲ ፎርማት ከይደ ብዝመረጽኮ long long date ኢለ ስለ ዝመረጽኩ ነቶም ካብቲ ዕለት ነቲ መዓልቲ ወሲዱ በዓሉ set up ይገብረለይ ኣሎ ማለት እዩ ስለዚ እዚ ፎርማቲን እንታይ ይሕግዘና? ቅርጺ ወይ ከኣ ትሕዝቶ ናይቲ ሴልስ፣ ኣብቲ ሴልስ ዘሎ ትሕዝቶ ዲክለር ክንገብር፣ ክንእውጅ፣ እዚ ከምዚ ጥራሕ እዩ ክሕዘለይ ዘለዎ፣ እዚ ዕለት እዩ እንተኢልና ካልእ ኣይሕዘልካን እዩ ማለት እዩ። ወይ ከኣ ዝሃብካያ ናብ ዕለት ይቕይሮ ማለት እዩ። እዚ ገንዘብ እዩ እንተኢልካያ ዝሃብካያ ናብ ገንዘብ ምልክት ገይሩ ይቕይረልካ ማለት እዩ። ስለዚ እንታይ ከም ዝሕዘልካ እቲ ናትካ ሴልስ ክትእውጅ ትኽእል ኣብዚ ናምበር ፎርማት እዩ ማለት እዩ። ደሓር ምስኡ ምስኡ ንኣብነት ከም ብሓድሽ እዛ ማእከላይ ኣታዊ ትብል እታ ፍራክሽን ኢለያ ዝነበርኩ ደስ ደስ ናይ ገንዘብ ኣይትመስለካን እያ ኣብ ነውሕ ፍራክሽን ኢለያ ዝነበርኩ ነቲ ሕሳብ ከበላሽዎ ክእል እዩ።

ኣብ ብዝሒ እቲ ነጥቢ ኢልና ን ሸለል ንብሎ ንኣብነት ሓሙሽተ ሳንቲም ግደፋ ሓዛ ገለ ንብሎስ ኣብ ሕሳብ ክንመጽእ ከለና ሐሓደ ቅርሺ ዝደርበኻዮስ ኣብ ሓደ ኣብ ሽሕ ሓንቲ ቅርሺ ትኸስብ ኔርካ ትድርብያ እንተ ኔርካሲ ኣብ ሓደ ሚልዮንሲ ሓደ ሽሕ ክትህበካ ትኽእል ኔራ እያ እንተ ትእክቦ ስለዚ ኣብ ገለ እዋን እቲ ሸለል ኢልካ ትድርብዮ ኣብ ሕሳብ ምስ መጻኻስ ዓቢ ፍልልይ የምጻልካ ከምዚ ንኣብነት ቱ ዲጂት ትጥቀም እንተሊኻሲ እታ ሳልሰይቲ ዲጂት ዘሎ ንእሽተይ ፍራክሽን ቁጽሪ ትገድፎ ኣለኻ እሞ ኬድካ ኣብ ሓደ ሓሙሽተ ሽዱሽተ ኣብ ዓሰርተ ሚልዮን ምስ ከድካሲ ዘዛርብ ናይ ሕሳብ ፍልልይ ከምጽኣልካ ክእል እዩ ስለዚ ኣብ ገለ እዋን ሽዑኡ እቲ ነጥብታት እቲ ኮንፊደንስ

ኢንተርቫል እንብሎ እቲ ናይቲ ኣሃዝ ጉዚ ኣሃዝና ዘሎ ክንውስኾ ንደሊ። ስለዚ ንዑ ክንውስኾ እንተደሊና ኣብዚኣ ከልኪ ኢንደንቴሽን ኣጉድል እናወሰኽና እንተኸድና ሕጂ ድሕሪ ዜሮ ኣርባዕተ ሓሙሽተ ነጥቢ ገርና ኣለና። እናጉደልና እንተኸድና ሰለስተ ንግበሮ ተይልና ድሕሪ ዜሮ ክልተ ሰለስተ ነጥቢ ገረ ኣለኹ ማለት እዩ። ከምዚ እናገበርና በዚ እዚ ኣሃዝና ንኸይድ። ካልእ ንኣብነት እንታይ ክገብር'የ በዚኣ ድሕሪት ወይ ከኣ ብታሕቲ ውን ከርእየኩም ደሓን ኣብዛ ታሕቲ እዚኦም ኖርማል ክንገብሮም መጀመ ነቲ ራፒን ዘሎ ኖርማል ክንገብሮ ክንኣልዮ ሶ ንኣብነት ኣብዚኣ ናይዛ ዕለት እዚኣስ ክንደይ ሚእታዊት ናይ ደሞዙ ኦኬ ስለዚ ንኣብነት ፐርሰንተጅ ሚእታዊት ዝብል እዚ ቀስ ኢልና ክንሪኦ ኢና ግን ገለ ሓሳብ ንከምጽእ ኢለ ዝከይድ ዘለኩ ሚእታዊት ፐርሰንተጅ ክብል እየ ኣብዚኣ ስለዚ ንኣብነት ናይ ሰለሙን ኣታዊ ካብታ ናይ ስድራ ክንደይ ፐርሰንት ይሕዝ ስለዚ ይከውን ናይ ሰለሙን ደሓን እንታይ እዩ እዚ ቀስ ኢልና ክንሪኦ ኢና ኣነ እታ ሓሳብ ጥራሕ ከምጽእ እየ ካብቲ ዕስራን ኣርባዕተን ሽሕ ሲ ሽዱሽተ ሽሕ ሰለሙን ዘምጽኦ እዩ ስለዚ ዚሮ ነጥቢ ክልተ ሓሙሽተ ኣታዊ ገይሩ ሰለሙን እዚኣ እውን

ቀይሪ ኣርባዕተ እንተልያ ፎርሙላ ኣውቶማቲካሊ ኣውቶማቲካሊ ናብ ናብ ፐርሰንቴጅ ፐርሰንቴጅ ናበይ ቀይራቶ ኣላ ማለት እዩ ንሪኦ ኣለና ሳም ዳይሬክትሊ ናብ ኣቨሬጅ ፐርሰንቴጅ ቀይራቶ ኣላ ማክሲመም ሶ ሎሚ ጀነራሊ ናይ ሎሚ ነዚኤን ትምህርትና እ ኣብ ምስ ተመሃርና እቲ ቤዚክ ኣርተማቲክስ ንየማን ገዲፍና ማለት እዩ ድሕሪኡ ኣብቲ ሆም ሜኑ እ ዝሓለፈ ቅንያት እቲ ፎንትስ ርኢና ኔርና ሎሚ ኣላይመንትን ናምበር ፎርማቲን ርኢና ኣለና ማለት እዩ። ስለዚ ሎሚ ነዚኤን ቪድዮ ሎሚ ዝሰራሕናየን ፖዝ እናገበርኩም ደጋጊምኩም ደጋጊምኩም ፕራክቲስ ግበርዎ። ኩሉ ግዜ ዝብላ ነገር ተልያ እንታይ እዩ ፕራክቲስ ሜክስ ዩ ፐርፌክት ዋላ ሓደ ምስ ፍልጠት ተወልደ የለን። ሰብ ፍልጠቱ ደጋጊሙ ብምዕያይ እዩ ዘምፅኦ እሞ ክትክእልዎ ተደሊኹም ጀስት ዱ ኢት ኣገይን ደጋጊምኩም ግበርዎ ድገምዎ ድገምዎ ኣብየኒ ዝባሃል የለን ቪድዮ ፖውዝ ግበሮ ድገሞ ክኣብየካዩ ድገሞ ክኣብየካዩ ሰሉሰ ክሰርሓልካ ዩ ደፊኒትሊ ስለዚ ነዚኤን ሪቫይዝ ግበርዎን ደጋጊምኩም ስርሕዎን ኔክስት ክላስ ብፓርት ፎር ክንመጽእ ኢና ክሳብ ሽዑ